ማእከል ሰማይ ምስ ተሰቐለት እታ ዘዋል ክትጅምር ክትበን ኣላ ንምንታይ ማለት እዩ ናይ ዙህሪ ሰላት ኢላ ቐሰቂ ለይል እቲ ጸልማት ክኣቱ ምስ ጀመረ እ እዚኣ ኸኣኒ ናይ መቕሪብን ናይ ልዒሻእን ትበን ኣላ ማለት እዩ ወቁርን ኣልፈጅር እታ ቁርን ኣልፈጅር ከኣኒ ናይ ሰላት ሱብሒ ኢሻራ በን ኣሎ ማለት እዩ ወመሽሁድ ከኣ ከምቲ ዓንተ ወዲ ገለጽናዮ መላእከት

ሙእምኒን ፈላሕ ነጃሕ ዓወት ዝገብረሎም እንታይ እዩ እቲ ክሹዕ ኣብ ሰላት ክገብሩ ከለዉ ኣብተን መጨረሻ ሲፋት ክትገልጽ ከላ ኣክተር ምን ዓሸራ ሲፋት ክትገልጽ ከላ ሱረት ልሙእሚኒን ኣብ ብዳየት ልኣያት ምን ዋሕድ ኢላ ሕዲ ዓሸር ኣያ ብዛዕባ ሙእሚኒን እያ ትዛረብ ኩላ ሓፊዙ ዓላ ሰለዋት ወሰላት

ምስኡ ክትራኸብ ከለኻ ረቢ ከኣ ብወጅሁ ናባኻ ይቀርብ ይሰምዓካ ዱዓእኻ ወየስተጂብ ለካ ትሓቶ ዘለኻ መልሲ በካ ከምኡ ውን እቲ ንዘንብኻ ይቕፍረልካ ከምኡ ውን እቲ ደረጃኻ ከኣ ኣብ ኣኺራ ርፍዓት በካ ዓን ኣቡ ሁረይራ

ረኣዩ እሞ ኣብ ኣፍደገ ገዛኹም እንድሕር ደኣ ሩባ ወሓጂ ድኸይድ ኣሎ ኮይኑ እሞ ንመዓልቲ ሓሙሽተ ግዜ እንድሕር ተሓጺብካ ሃል ርሰሓት ዶ ተርፍ ኣብቲ ነብስኻ ኢሎም ሰሓባ ላእ ኣይተርፍን እዩ ኢሎም ረሱል ስ ላ ሰለም ከኣ ኢልዎም እተን ሰለዋት ኣልከምሳ ከኣኒ ከምኡ እየን ነቲ ሰላት እተን ሰላት ሓሙሽተ ነቲ ዘንብኻ ከምኡ ገይረን ይሓጽበኦ እዚ ጥራሕ ከይኮነ ከኣ እዘን ሰለዋት እዚኤን ኣብ ገዛኻ ክትግበር ኣይተኣዘዘትን ኣብ ገዛይ ክትግበር ን ኣይተኣዘዘትን እንታይ ኣ ኣብ መስጊድ ይረቢ ኣዚዝዋ ንኩል ብፍላይ እኳ ሰብኣይ ኣብ መስጊድ ንክሰግዳ ኣረሱል ስለ ላ ሰለም ሂጅራ ምስ ከደ ንመዲና ቀዳማይ ነገር ዝሰርሖ እንታይ እዩ ነይሩ ቢናእ ልመስጅድ ሊኣዳእ ሰላት ወሸርዓ ላሁ ለና ኒዳእ ምን ኣዕላ ልመዋቅዕ

እዚኣ ተፍርቕ በይነ ሰላት ኣልፈርድ እቲ ሓደ ሰብ ንበይኑ ዝሰግዳ ሰላት ሓንቲ ሰላት ሓንቲ ደረጃ ክትክተበሉ ከላ እቲ ምስ ጀማዓ ኣብ መስ ኣብ ሓደ ኣስሁም ናይ ሸሪካ ኣክሲድ እዮም ዝብልዎ እንድሕር ኣብኡ እቲኻያ ዕስራን ሸውዓተን ዶላር ክትከስብ ኢኻ እንተልካዮ ክንደይ ምስ ተረኸበ ነይሩ ጠጠው ድብል ኣብቲ ሸሪካ ኣስሁም ንኸፅሕፍ ሓደ ሰብ

እታ ኣዱንያ ኢኹም ትመርጹ እ እታ ናይዛ ዓለም እዚኣ ናብራ ኢኹም ትመርጹ ወላኪን እቲ ኼር ኮ እቲ ዝበለጸ ኼር ኣብቲ የውም ኣልቅያማ እዩ ደሎ ኢሉ ከምቲ ኣብ ሰላት ኣብ መስጊድ ከመይ ገይራ ከም ትእዘዝ ከኣ ረቢ ኣዚዝና መስጊድ ንክነድቕ ረቢ ኣዚዝና ከምቲ ረቢ ድበሎ

ላእ እቶም ጸላእቲ ምእንቲ ከይ ሃጅምዎ ወይ ከይ ወቕዕዎ እንታይ ኢልዎም እታ ሰላት ኣልኮፍ ትበሃል ተኣዚዛ ጉሩብ ምስ ረሱል ስለ ላ ሰለም ይሰግዱ ወሓደ ጉሩብ ይሕልዉ ረሱል ስለ ላ ሰለም ደው ኢሉ ቅራኣቱ እዳቐጸለ ከሎ እታ ሰላቶም ጨሪሶም መሊሶም እቲኦም ክሕልዉ ኸዱ እቶም ካልእ ጣይፋ ከኣ ወይ ከ እቶም ካልእ ጉሩብ ከኣ ይመፁ እታ ሰላት ምስ ረሱል ያኒ ክረኽቡ ምእንቲ ጀማዓ ምስ ረሱል ክረኽቡ ምስኡ ኮይኖም ይሰግዱ ስለዚ ሰላተል ኾፍ ትበሃል ያኒ ብፍላይ ኣሰጋግዳ ኣብዚ ግዜ እዚ ምስ ውግእ ምስ ጸላእቲ ናይ ረቢ ምስ ናይ እስልምና ከጥፍእዎ ዝደልዩ ዘለዉ ዘይተረፈት ስኒ መዓስ እያ ክትተርፍ ስለዚ ሰላተል ጀማዓ ፈጺማ ኣይክትተርፍን እያ ማለት እዩ እንድሕር ሰላተል ጀማዓ ዘይትተርፍ ኮይና ከምዚ ገይራ እንታይ ክትከውን ማለት እዩ ግዴታ ከውን ንሕና ደሊል ካብዚ ኣያ እዚኣ ንረሱል ኣብ ግዜ ውግእ ደይገደፈሉ ንዓና ከመይ ጌርና ንገድፍ ቴሌቪዞን እንዳረኣና ኮፍ ኢልና ሰላት ልጀማዓ ነሕልፍ ኩዕሾ ንክንፃወት ሰላት ልጀማዓ ነሕልፍ ምስ ኣዕርኽትና ከነዕልል ሰላት ልጀማዓ ነሕልፍ ንረሱል ኣብ ውግእ ኣየስመሓሉን ረቢ ሰላተል ኾፍ መዓ እኑ እንተ ርእይ ኣቢልናያ ኣብ ናይ ግዜ ውግእ ሓረካት ካብ መጠን ንላዕሊ እዩ ዘለዋ ምንቅስቃስ ዓይኖም ንዓድው እዩ ድራቅብ ብረት ተሰኪሙ ከምቲ ክሹዕ ናይ ስታይ ወከምኡ እውን ሓታ እንድሕር ተገዲዶም ናብ ደይ ቅብላ ክሰግዱ ናብ ደይ ቅብላ ክሰግዱ እዮም መዓ ዛሊክ ኣላሁ ተዓላ ኣየውደቀሎም እዛ ሰላ ቃል ረሱል ስለ ላ ሰለም عن أبو

ሱብሓነላህ ኣብ ግዜ ረሱሉላህ ሰለላሁ ዓለይሂ ወሰለም ሓደ ዕዉር ሰብ ነይሩ ዕዉር ሰሓቢ ዓይኑ ደይርኢ ተኸየል ቅድሚ ሽሕን ኣርባዕተ ሚእትን ዓመት ኣብቲ ሙጅተማዕ እቲ እንታይ እዩ ነይሩ ማለት እዩ ኤሌክትሪክ ኣይነበረን ጽርግያ ኣይነበረን እሞ ውድያን ወስሁል እቲ ጉዳጉዲ ደለዎ ተመናት ይኹኑ ዓንቀሪባት ደለዎ ኣብዚ ግዜ እዚ ናብዚ ኣንታ ረሱሉላህ ሰለላሁ ዐለይሂ ወሰለም ኣነስ ምሳኻ ክሰግድ ጀማዓ ኣይክእልን'የ መራሒ የብለይን ብጸልማት ይወድቕ ይትስእ ዕንቅሪቢት ተመን ይነኽሰኒ ይኸውን ኩሉ ነገራት ሽግር ስለ ደሎስ በጃኻ እንዶ ኣፍቅደለይ ኣብ ገዛይ ክሰግድ ኢልዎ ዕውር ሰብኣይ ኩሉ ሽግር ድበርሖ የብሉን ኢልዎ ረሱል ሓራይ ስገድ መሊሱ ጸዊዕዎ ኣዛን ዶ ትሰምዕ ኢኻ እቲ መጸዋዕቲ ንሰላት ትሰምዖ ዲኻ ኢልዎ እወ ሰምዖ እየ ኢልዎ ኢዘን ዑዝር የብልካን ክትመጽእ ኣለካ ክትሰግድ ኣብ ጅምዓ ተኸየሉ ሕጂ ነፍሰኩም ነፍሰይን ነብስኻን ንርኣያ እዚ ሰብኣይ እዚ ቅድሚ ሽሕን ኣርባዕተ ሚእትን ዓመት ከመይ ሶሻይቲ ከመይ ዓይነት ነይሮም እቲ ሕብረተሰብ ናቶም ኤሌክትሪክ ኣይነበረን ጎዳጉዲ ቆጽልታት ይኹን ዓንቀርቢት ተመን ወካልኣት ዓይነት እንስሳ ክጎድኦ ይኽእላ እየ ላኪን ማዓ ዛሊክ ንረሱል ኣፍቅደለይ ኢልዎ እንድሕር ደኣ ኣዛን ትሰምዕ ኮንካ ፍቃድ የብልካን ኢላ ክትመጽእ ኢልዎ ረጁል ኣዕማ ወናሕኑ እንታይ ኢና ንሕናኸ ማሽኣላህ ኩሉ ጥዕና ረቢ ሂብና ዓይኒ ሂብና ንሪኤሉ ኣክበር ኒዕማ ሂብና ደሎ ድሕሪ እስልምና ዓይንኻ እንዳ ረኣኻ ደኽፍኣካን ደጸበቐልካን ክትፈልጥ ከምኡ ውን ኣብዚ ግዜ ደለናዮ ኤሌክትሪክ ተፈጢሩ መብራህቲ ገይርልና ሓደ ሽግር ደይረኽበና በል ካብኡ ንላዕሊ መኪናታት ይኹና ወይ ባቡራት ይኹና ወይ ኣውቶቡሳት ይኹና ናብቲ መስጊዳት ክንበጽሓሉ ንኽእል ረቢ ኩሉ ገይርልና ኣብ ሓደ ሓደ ዓድታት ከማነይ። መኪና የድልየካ በል ሓሙሽተ ሚትሮ ከማን ኣይትኸይድን።